ናይ ሎማዓንቲ ሓሳብ ሒዘ እያ መፅየ ዘለኹ ማለት ምንዓቕሲ እንታይ እዩ ትርጉሙ ምንዓቕሲ ከመይ እዩ ሕጂ ኣነ ክንዕቕ እኽእል እየ ግን ንመን ኢኻ እሞ ክትንዕቅ እሞ ካባና ሓደ ክንዕቕ እኽእል እዩ እንታይ ሒዝካ ኢኻ ካብ ክትንዕቅ ግን ናይ ሰብ ባህሪ ከዓ እንታይ ኣሎ መሲልኩም ይንዕቕ ሰብ ክንዕቕ ማለት ሰብ ክሻደድ መዓት ሰብ ገለ ተላቱ ከኣ ግደፎ ገሊኡ ዋርድያ ገብር ገሊኡ ጋርዲ ገብር ገሊኡ ሰብ ዘይገብሮ ነገር ይብሉ እሞ እስኪ ምንዓቕ እንታይ ማለት እዩ ኢልና ክንርኢና ብፍላይ ድማ ሰብ ንመን ንዕብ መሲልኩም እቲ ዓለም ደሎ ኣብ ዓለም ደሎ ብዘየገድስ

ግን በቃ ምሕረት እንዳገበርኩ ንባዕለይ መጺ ግን ንምንታይ ስለ ታላለዎ እዚ ቃል እዚ ግን ናይ ግድን ክንዛረበሉ ኣለና ክንምሃረሉ ኣለና ማለት እዩ ኢየሱስ ክርስቶስ ጎይታ እዩ ማለት ምንዓቅ ክንብል ከለና ከይተረዳእካ እዩ ዝኣትወካ ከይተረዳእካ ንኣብነት ርኡይ ብርኡይ ዝኾነ ምንዓቅ ኣይገብሮን ኢኻ ማለት ሽጣራ እንዲኻ ሰብ ከዓ ሽጣራ እኳ ማለት እንዳርኣየስ ኣይጸልኣካን እዩ

እዚኣ ምንዓቕ ድያ ትኸውን ደላ ማለት ምንዓቕ እያ ትኸውን ደላ እስኪ ምንዓቕ እንታይ ማለት እዩ ብሓፈሽኡ ግን ብቓል ኣምላክ ክንርኢ ኢና እሞ ኢየሱስ ክርስቶስ ጎይታ እዩ ምንዓቕ እንታይ ማለት እዩ ምልዓቕ ማለት ኣበይ ኢኻ ትንዕቕ ማለት ንዓና ዝዕቆበና ንዓና ዝዕቅበና እግዚኣብሔር እዩ ንሕና ናይ መን ኢና ናይ እግዚኣብሔር ኢና ንሕና ማሕደር መንፈስ ቅዱስ ኢና ከምቲ ንስኻ ገዛ ደልጌካ ማለት ሲ ሰብ ስቑኢሉ ንገዛ ይዕቃል ኣብ ድውዓሉ ውዒሉ ገዙ ይዛኣቱ እቲ ንዓይ ገዛ ክኾነኒ ኢልካ ተቐበልካዮ እቲ ንዓይ መሕደሪ ክኸውን ኢሉ ተቐበለካ እቲ ንዓይ መዕረፊ ኢሉ ክኸውን ኢሉ ተቐበለካ ክንዑ ከመይ ተገልግሎላ ንኣብነት ንሕና ካብ ምንዓቕ ክንብል ከለና ቀደም እታ ናይ ብሉይ ኪዳን ቤተክርስትያን ነይራ፣ ናይ ሕጂ ከኣ እዛ ሓዳሽ ቤተክርስትያን መንፈስ ቅዱስ ዝሓድረላ ንሕና ማሕደር መንፈስ ቅዱስ ኢና። ኣብቲኣ ንሃገረ እስራኤልን ንህዝቢ እስራኤልን ተገልግል ነይራ። ኣብዚ ሕጂ ግን ብሓፈሽኡ ብየሱስ ክርስቶስ ዝኣመነ ማሕደር መንፈስ ቅዱስ ቤት መቕደስ ኣምላኽ ኮይኑ ኣሎ። ኢየሱስ ክርስቶስ ጎይታ እዩ ናይዚኣ ድሓን ሕጂ ትጽንሓላ ኣብኡ ቡዙሕ ኔገር ኔሩ ክንሪኤ ኢና ቀስ ኢልና ኣብኡ ንዕቀት ክግበር ኔሩ ኣሎ ትዕቢት ይረእ ኔሩ ኣሎ ዝተፋላለየ ነገራት ይረእ ኣሎ ኔሩ እወ ኣብዛ ናይ ሕጂ ንምጻእ ግን ኣብዛ ናይ ሕጂ ክንመጽእ ከለና እንታይ ኢና ብዝተፋላለየ ነገር ዝኾነ ነገር ክትገብር ከለኻ እንታይ ከይተረዳኣካ ምንዓቅ ይኣትወካ እዩ ማለት ነታ ቤት ኣምላኽ ሕጂ ንስኻ ገዛ ኣድልዩኒ ኢልካ ገዛ ክትከይድ ከለኻ ገዛ ኣለኒ ኢሉ ብኣኻ ክጥቀም ብኣኻ ክሰርሕ ኢሉ ዝጽበ መንፈስ ቅዱስ ተርኣየሲ ኣብ ውሽጥኻስ ደይብልካ ክትኳ ትጽንሕ ማለት እዩ። ሕጂ ንኣብነት እንታይ ኢና ንብል ዘለና ገዛ ወይ ሰብ ዝዕቀበሉ ክኸውን ከሎ ንዓኻ ከኣ ክኾነኒ ኢልካ ዝዐቀብካዮ ክሰርሕ ኢልካ ዝዐቀብካዮ እንታይ ኮይኑ ትጸንሖ ንሱ ምሳኻስ ደይረዳዳእ ኮይኑ ዝጸንሕ ሸለል ኢልካዮ ትጸንሕ ብዝተፋላለየ ነገር ብኸመይ ርኡይ ነገር መቸም ሰይጣን ኣየውድቐካን ኢልና ኣይናለን ሰይጣን ርኡይ ኣየውድቐካን ምጽእ ኢሉሲ ኣየውድቐካን የላምደካ ብምንታይ እዩ ዘላምደካ ኢና ንብል ዘለና ሕጂ ብዝተፈላለዩ ካብኡ እንታይ ብንብረት ትዕቢት ድዩ ብዘረባ ድዩ ብፅልኢ ድዩ ብቅንኢ ድዩ ኣነ ሓይሽ ድዩ ኣነ ፈልጥ ድዩ ብዝተፈላለየ ንዓኻ እንታይ ገብረካ በቃ ሕጂ ንፍሬው ኣብዚ ኮሎን ርእይ ኣቢልት እዚ ከምዚ እንዲ ትገብር እዚ ከምዚ እንዲ ትገብር እንታይ ኣትካ ናቱ ንዓኻ ስኻ ክኸብረልካ ዝኽእል መንፈስ ቅዱስ ኣባኻ ኣሎ እቲ መንፈስ ቅዱስ ንድኾነ ሰብ ንድኾነ ክጸልእ ድመጽ ወይ ንድኾነ ከናሹ ድመጽ ኣይኮነን ጎደልኡ ርኢኻ ክትጽሊ ጎደልኡ ርኢኻ ድማ እንታይ ክትገብሮ ክትቐርቦ እዩ። ሕጂ ምንዓቕ እንታይ እዩ ማለት እዩ እንድሕር ኢልና ግን ብሩኻት ነቲ ነቲ ንኣምላኽ ዝሃበና ንሕና እንታይ ኢና ንገብሮ ንንዕቁ። ሓደ ምንዓቕ ማለት እንታይ እዩ? ምጽላእ፣ ምፍንፋን፣ ምንሻው፣ ትዕቢት፣ ሓሶት ኣልዕል ኣቢልካ ንሓውካ እዚ ከምዚ እንዲ ትገብር ካብ ንዕቀት ትለዓል ወይ ከኣ ረሳሕ እዩ ትብል እዚ ስድብ እንዲያ ከም ገለ እንዲየ ብምንታይ ረሳሕ ብዘየገድስ ሕጂ ምንዕቃል ከኣ ብብልዒ ኣሎ ብመስተ ኣሎ ብዝተፈላለዩ ብክዳን ኣሎ ብገ ብዝተፈላለየ ሲ ሕጂ ንሰኻ ንሕና እታ ምዓ ንሕና እታ መሕደር መንፈስ ቅዱስ ድኾንና ንሕና እታ ቤት መቅደስ ኣምላኽ ድኾንና ኣብ ነንሕድሕድና ክንጻወር ዝግብኣና ሰይጣን እንታይ ይገብ ይገብር እዩ ኢብን ንባዕሉ ሕጂ ቃል ኣምላኽ ቆፍ ኢልካ ደጊም ምስማዕካ ስታይ እዩ ቃል ኣምላኽ ቆፍ ኢልካ ክትሰምዕ ዘይገብረካስ እንታይ ይብኻ ሓንሳ ሓንሳ ኣብ ቸርች ትሪኢ ዶ በቃ ከይተረድኦስ ምሉቕ እዩስ ዕዝር እዩ ዝወፅእ ኣበይ ኣብቲ ክዳ ኣብቲ ገለ ክገብር ገለ ክገብር ፀልእ እንታይ እዩ መምፅኢ ካብዚ ደኣሞ ድሕር ድስቲ ክትሓፅብ መፅእ ካብቲ ኣብቲ ግዜ ቃል ኣምላኽ እታ ክኸውን ኣሎ ንመን ኢኻ ዝሰምዕ መፅኻ ንቓል ኣምላኽ ኢኻ ዝሰምዕ መፅኻ ሓቂ ኮፍ ኢልካ ዓቕሊ ትገብር ተዘይኮይንኻ ረጊጽካዮ ወጺኻ ኣለኻ ማለት እዩ። ሕጂ ኣብቲ ኣብቲ ከይደሲ ገለ ክገብር ጸኒሐ ገለ ክገብር ጸኒሐ ዲኻ ክትብል መጀመርታ መምጺኻ ስታይ ቃል ኣምላኽ ክትምሃር ቃል ኣምላኽ ክትምሃር ኣለካ ወዲእካ ድሕሪ ኢኻ ፕሮግራምትካ ትገብር ያ ናይ ህፃናት መደብ ተለካ ከምኡ እዩ ንሱ ምስ ቃል ኣምላኽ ክትት ግን እንታይ ኢና ንብል ዘለና ቃል ኣምላኽ ከይትሰምዕ ኢልካ ቃል ኣምላኽ ከይትምሃር ኢልካ ግን ሓፍ ኢልካ እንድሕር ተወፅኦ እንታይ ኮንካ ደኻ ካብዚ ሓደ እንታይ ምንዓቕ ንሰብ እንታይ ኣይትመስሎን እያ ብኻ ንሰብ ግን ምንዓቕ ኣይትመስል ኣይ ኣብ ፀኒሐ ይብልዕ ኢየሱስ ክርስቶስ ጎይታ እስኪ ብነገር ኩሉ ካብ ቃል ኣምላክ ግን እናርኣና ክንከይድ ኢና ፍሬሃው ቀዳማይ ቆሮንጦስ ዓሰርተ ሓደ ዕስራን ክልተን ናይ ሰብ ቆሮንጦስ ክንርኢ ኢና ብኻ ሰብ ቆሮንጦስ ሃዋርያ ጳውሎስ ንሰብ ቆሮንጦስ

ነቶም ዘይብሎም እውን።
ዘይብሎም እውን እተሕፍርዎም ዘሎኹም እንታይ እሞ ክብለኩም፣ በዚዶ ክንእደኩም ኣይንእደኩምን እየ።
ኢየሱስ ክርስቶስ ጐይታ እዩ። ርእዩ፣ ክደግማ የብኻን። ብእትበልዕሉን እትሰትዩሉን ኣባይቲዶ የብልኩምን? ኢሉ። ሕጂ ኣብኡ እንታይ እዮም ዝኾኑ ዘለዉ? ናይ ሰብ ቆሮንጦስ እንታይ እዩ ነይሩ? እዚ እትበልዕሉን እትሰትዩሉን ዝብሎም ዘሎ። ገሊኦም ሃብታማት እዮም፣ ገሊኦም ገሊኦም።

ክጥምቶ ከለኹ ስታ ኮይኑ ይስምዓካ እሞ ብላዕ ከይብለኒ ብላዕ ኣይብለንን እታ ጽሕፍቲ እንታይ እዩ ድብላ ደሎ ብርሃን በዚ ዶ ክንእደኩም እየ ማለትሲ ከምዚ ጉሂ እዩ ድዛረቦ እምበር ጉሂ እዩ ድዛረቦ እምበር ስጋ እንዳበልዐ ሓውካ ሓምሉ ሒዙ ዝመፀ ሓውካሲ ከመይ ገይሩ መዓርፎ ዋይ ኣብዚኣ ዘሎ ስጋ በላዕ ኣሎ ጥብሲ በላዕ ኣሎ ኢኻ ብላዕ ከይብሎ ከዓ ብላዕ ኣይበለሉ ኣሎ ሕጂ ኣብ ነንሕድሕዶም ውድድር መጽእ ኣሎዶ ኣይመጸእን ይመጽእ እዩ ዘሎ እንድሕር ሓደ ኣካል ኮንካ ከምታ ናይ ግብረ ሃዋርያት ዝነበረ እንታይ ኢኻ ክትገብር ዘለካ ዘለካ ኩሉ እንታይ ኢኻ ክትገብር ነታ ማሕበር ኢኻ ትህብ ኢየሱስ ክርስቶስ ጎይታ ኣብዚ ግን እንታይ ኢና ንብል ዘለና ተባይቲ ዶ ይብልኩምን እዩ ወይስ ንማሕበር ኣምላኽ ኒዕኩም ኢኹም ንማሕበር ኣምላኽ ኒዕኩም ኢኹም ነቶም ዘይብሎም እውን እትሕፍርዎ ትሓፍር ኢኻ ንኣብነትሲ የብልካን እሞ ሕራይ እስኪ እቲ ሓምሊ ሒዙ መፂኡ ዘሎ የብሉን ምስቲ ስጋ ሒዙ መፂኡ ዘሎሲ ስጋ በላዕ ኣሎ ኢሉስ እንታይ እዩ ክገብር ብሩኻት ዋላ ዋላ ኖርማል ናይ ኖርማል ስራሕካ እስኻ ሓምሊ ሒዝካ ክትከይድን ደርሆ ማክዶና ኣዝዩ ዝበልዕን በበይና እያ ትስማዓካ ንስኻ ዝሰራሕካያ እወ ብሓቂ ንስኻ ዝሰራሕካያ እቲ ትቢታ ውን ንኹላህና ሓደ ሓምሊ ከማን ትበልጽ ግን ስጋ ሒዙ ስለ ዝመጸ ንዓኻ እንታይ ትኸውን ኣላ ምስሉ ናይ ሃብታም ነገር እንታይ ትኸውን ትረአ ኣላ ናቱ ሕጂ ንዑ እንታይ ትገብር ምስልካ ተቐዳዲምካ ከምዚ ኢልካ ትጥምታ ናይ ማክዶናልድ በላዕ ኣሎት ንስኻ ስጋ በላዕ ኣሎት ወይ ጽብቕቲ ገይራ ሰሪሓትካ ትኸውን በዓልቲ ቤትካ ኣይፍለጥ ኣለኹ ግን ደቃላለ ደሳሓሕብ ነገር ኣለዎ ክብልደሊ ኢየሱስ ክርስቶስ ጎይታ ስለዚ እንታይ ኢና ንርኢ ዘለና ንመን ኢኹም ኒዕኩም ክብል ከሎ ኣብ ነንሕድሕዶም ዘይምፍቃር ትርኢ ሕጂ እቲ ምንዓቕ ኣበይ ይድረአ ደሎ ኢና ንብል ዘለና ኣብ ቤት ኣምላኽ ይድረአ ብብልዒ ከይረአ ድዩ ወረአ ሰብ ቆረንጦስ ኮነ እንታይ ይገብሩ ኣለዉ ሰብ ቀረንጦስ እንታይ ይብሉ ኣሎ እትበልዕሉን እትዝርዩን ኣባይቲ ዶ የብልኩምን እዩ ወይስ ንማሕበር ኣምላኽ ኢኹም ኒዕኩም ዲኹም ኢሉ ነቶም ዘይብልዎምን ተሕፍርዎም ኣለኹም ዘለኹምሲ እንታይ እሞ እንታይ እሞ ክብለኩም በዚ ዶ ክነደኩም እዩ ሕጂ ክትነኣደሉ ዝግብኣካ ትነኣደሉ ኢኻ ዋላ ሃዋርያ ጳውሎስ ኣብ ጸሓሕፉ ክንእደብ ዝግብኦም ንእደብ ኣብዚ ግን ክንእደኩም ኣይክእልን እንታይ ውን ትበልዑ እንታይ ትገብሩ ኣለኹም ንሕድሕድኩም ብድብላዕን ድስትን ሲ እንታይ ትገብሩ ኣለኹም ትባልዑ ኣለኹም ቅንኢ ኣብ መንጎኹም እንታይ ይኸውን ኣሎ ይፍጠር ኣሎ ለዚ ኢየሱስ ክርስቶስ ጎይታ እዩ እንታይ እዩ ኢየሱስ ክርስቶስ ጎይታ እዩ ንሕና ግን ብኸምኡ ዲና እሞ ክንመላለስ ዝግባእ ብኸምኡ ይኮነ ማለት ኣብ ዝግበር እኳ ፅቡቕ እዩ ክብሪ ንኣምላክ ይኩን ከደፋላሊ ነገር የብሉን ግን ደፋላልየካ ንዕቀት ደውስደካ ነገር እንታይ እዩ ስውር ዝኮነ ነገር ኢና ንብል ዘለና ሕጂ ብካ ብዝብላዕ ነገር ጎይታ የሱስ ይባርክ ብሓንሳ ኣብቲኣ ከድና ኢና ሓቢርና ንበልዕ ብሓንሳ ኢና ንሰቲ ጽቡቅ ናይ ታእሹም ከም ዘለና ኣነ ባዕለይ ምስከር ግን እንታይ እዩ ንዕቀት ዘምጽእ ሓደ ነገር እንታይ እዩ ወይ ትዕቢት ዘምጽእ ሓደ ነገር እንታይ እዩ ንሓደ ን ብሩኻት ሓደ ነገር ክነግሮም ንሓደ ሰብ ኣፍሊኻ ፈሊኻ ጽቡቕ ነገር ምርኣይ ከይህልወና ትዕቢት እዚ ንዕቀት እዩ ኩላህና ብክርስቶስ ታይና ጸጋ ክፋላ ንኽእል እዩ ጸጋ ክፋላ ንኽእል እዩ ዋላ ሽሕ ግዜ ሕጂ በዚ ዘሎ ኣጋንንት የውጽእ ዋላ ተኣምራት ይግበር ገለ ይግበር ዋው ዝኮ እወ ጎይታ ብኡ ይጥቀም ኢልካ ክትሕጎስ ጽቡቅ ግን ብፍቅርታ ክትከውን ኣለካ ማዕረ ክትከውን ኣለካ ኩላህና ብጎይታ እንታይ ኢና ማዕረ እቲ ከምኡ ዝገብር ብብዙሕ ነገር ይፍተን ምዃኑ ፍሉጥ እዩ ብርሃን ዋላ እቶም ብጸጋታት ደገልግሉ እንታይ ብብዙሕ ነገር ክፍተኑ እዩ ናብ ትዕቢት ነገር ገሊኦም ዝወስደሎም ንርኢ ኢና ናብ ንዕቀት ነገር ዝወስደሎም ክብሪ ክወስዱ ንርኢ ኢና ንዕቀት ዲዚ ይኮነ ንርኢ ኢና ሓቀይ እዚ እንታይ ገብረካ ሕጂ ንዕቀ ተምጽእ ተደይ ተጠንቂቅካ ዩ ተተጠንቂቅካ ግን በቲ ጎይታ ድበካ እንታይ ትገብር ኢኻ ምስ ኣሕዋትካ ብፍቕሪ ኮንካ ነብር ትኽእል ኢኻ ሓደ ካብቲ ንዓቕ ሕጂ ንኣብነት ኣብቲ ሕጂ ግዜ ትሪኦ ክጽልየልካ እሞ ሰዲ ክፈል ዝብል ኣሎ ንዕቀ እንዲኮነ ንዓይ ንዒለይ ክጽልየለይ ዝሰለኽዎ ኣይህብን ዘይተርፈኒ ሓደ ክንጽሊ ባዕልና ደኻም እዩ ደኻም እንተ ተዋሂቡ ከኣኒ ኢየሱስ ክርስቶስ ጎይታ እዩ ሃብቲ ካብ እንታይ ይመጽእ መሲልኩም ጽዒርካ ኢኻ ተምጽኦሽ ጸጋ ኣምላኽ ግን ጽዒርካ ይኩንካ ተምጽኦ እቲ ጽዒርካ ተምጽኦ ንዓኻ ፈቲኻ ትቦ ፈቲኻ ትከፍእ ጸጋ ኣምላኽ ግን ብኸምኡ ስለ ተዋሃብካ እንታይ ግን ብኸምኡ ሃብ እወ ነቲ ደላሊ የብሉን ኣበጋት ጋላ ክዕጾ ፍቓድ ኣምላኽ ኣይኮነ ያ ዘድልዮ ነገር ክትህቦ ጽቡቕ ኣይትሓግዝ ኣይኮነን ኣነ ይሕግዝ እየ ዋላ ባዕለ ይሕግዝ እሞ ሰልደ ጠምቶ እንድሕር ኮይኑ ትጸብኡ ግን ንግደፎ ጸዊዑ ዘሎ ኢዩ ሰላመይ ሒሸላ ክጽልየለይ ክብል ከኣ ደሓር ኣብ ደይብለይ ሰዲ ሃበኒ እንተ ኢልንስ ካበይ ኣምጺኡ ክብል ንባዕለይ ንባዕልኻ ንባዕልኻ እተ ክትከውን ኢኻ ዋይ ሰሊ እንዲልኒ ኢልካ ንባዕልኻ እትስእሰር ኢኻ ስለዚ እንታይ እዩ ፈትዩ ድጽልየልካ ሰብ ክትረክብ ኣለካ ፈትያ በቃ ክትፋቶ ኣለካ እምበር ዋጋ ይከፈለሉ ብገለ ነገር ኣየምጽኦ ስለዚ እንታይ ኢና ንርኢ ዘለና ብሩኻት ኢየሱስ ክርስቶስ ጎይታ ምንዓቕ እውን በዚ ርዱእ ዝኾነ ነገር ትርኢ ኢኻ ኢየሱስ ክርስቶስ ጎይታ ግን ክብሪ ንኣምላኽ ይኹን ቀዳማይ ሳብኤል ናይ ደቂ ኤዚ ከዓ ክንርኢ ኢና ብሩኻት ኣብ ብሉይ ኪዳን ከዓ ከመይ ከም ዝነበረ ኢየሱስ ክርስቶስ ጎይታ ክብሪ ንኣምላኽ ይኹን እስከ ናይ ናይ ኤሊ ድማ እንድሕር ርኢና ካህናት እዮም ኤሊ ካህን እዩ ደቂ ከዓ ካህናት እዮም ናይዚኦም ሰባት እዚኦም ክንርኢ ከለና ኣብታ ናይ ቅድም ቤተክርስትያን እታ ናይ ኢየሩሳሌም ዝነበረት ክንርኢ ከለና ደቂ ኤሊ ድማ ብዝተፈላለየ ነገር እንታይ ይገብሩ ነይሮም ሓደ እቲ ንመስዋእቲ ኢሉ ዝመፅእ ዝነበረ ስጋ መጀመርታ እንታይ ይገብሩ ነይሮም? ካብኡ ይበልዑ ነይሮም። እዚ ውጉዝ ድዩ ኣይኮነን? ውጉዝ እዩ። እዚ ንዕቀት ድዩ ኣይንዕቀትን እዩ? ኣነሲ ትገርመኒ ከማን ዋላ ሕጂሲ ምሽ እግዚኣብሔር ሸለል ክብለካ ከሎ ብዝተፈላለየ ነገር እግዚኣብሔር ሸለል ክብል ከሎ ገለ ነገር ትርኢ ኢኻ እምበር ከምቲ ናይ ቅድም ኣብ ብሉይ ኪዳንሲ ኣብቲ ቤት መቕደስ ክኣትዉ ከለውሲ ገመድ ተኣሲሮም እዮም ዝኣትዉ ነይሮም እግዚኣብሔር ከይቆጽሮም እግዚኣብሔር ገለ ነገር ተገይሮም ግን ሓፈሽኡ እቲ ሰብ እቲ ሕብረት እንድሕር ደኺሙ መንፈስ ኣምላኽ ከም ድላዩ ክዮ ክሰርሕ ኣይክእል ድሕር ደኺምካ ደኺምካ ኣለኻ ክትዕድ ኣለካ እቲ እንድሕር ኩሉ ጽፉፍ ነገር ኣሎ ግን ሓደ ነገር ተተራእዩ ግን እግዚኣብሔር ቅጽበት መልሲ ክህብ ይኽእል ኣብዚ እንታይ እዩ እግዚኣብሔር ከመይ እቲ ኩነታት ማለት ንእግዚኣብሔር ትገዝኡ። ግን ደቂ ኤሊ እንታይ እዮም ዝገብሩ ነይሮም? ንመስዋእቲ ዝተዳለወ ታሽን ስጋ እንታይ ይገብሩ ነይሮም? ይበልዑ ነይሮም። ንዕቀት ድዩ ንዕቀት ምስጉራ? ንመን እዮም ንዕቁ? ንእግዚኣብሔር እዮም ንዕቁ። ሕጂ ካብ ንዕቀት መን ይሰውረና? እግዚኣብሔር ይሰውረና። ሓንሳ ሓንሳ ፈሊጠ ኢልካ ትንዕቅ ኣይ እግዚኣብሔር ሓንቲ ይገብር ኢልካ ንታሓይታት እንታይ ትገብሩ ኢኻ? ጨንበላህ ትብሉ ኢኻ ካብኡ ዝገደደ ከ እንታይ እዮም ገይሮም ደቅየ ነተን ኣብኡ ዘሰስያ ዝነበራ ክኣትውወን ጀመሩ እያ ትብል ነተን ኣብኡ ዝነበራ ኣዋል ክኣትውወን ጀመሩ ለሚዶም ሰብ ሓዳር እዚ መዕቀኒ ይኮነ ብርኻ ኢየሱስ ክርስቶስ ጎይታ እዩ እዚ ዝዓበየ ነገር እንታይ ኸትርኢ ርኡይ ብርኡይ ንዕቀት ከም ደሎ ኣብ ቤት ኣምላኽ ግን እግዚኣብሔር ታይ ኢና ንብል ዘለና ብሩኻት ይሰውረና ኢና ንብል ዘለና ግን ብነቢ ነቢ መጺኡ ኣብኡ እንታይ ክብል ኢና ንርኢ ብሩኻት ነቢ መጺኡ ን ንኤሊ ክዛረቦ ከሎ ንርኢ ኢየሱስ ክርስቶስ ጎይታ እንታይ እዩ እቲ ነቢ መጺኡ እግዚኣብሔር ክቐጽዕ ምዃኑ ግን እግዚኣብሔር ክቐጽዕ እንድሕር ኮይኑ እንታይ ኢና ንብል ዘለና ኣብታ ናይ ቀድም ኣቢለ ዝበልክዋ ዘረባ ሰብ የድሊ እዩ ንጹህ ንጹህ ነገር የድሊ እዩ ካብኡ መን መን እዩ ተረኺቡ መሲልኩም ሳሙኤል እቲ ነቢ ተዛሪቡ እታ ትኽክል መልእቲ ሰዓት ተኣኽለላ ክትመጽእ ግን መዓስ እያ ሳሙኤል ድምፂ እግዚኣብሔር ክሰምዕ ኮነ ሳሙኤል መጺኡ ድምጺ ሰሚዑ ንኤሊ እንታይ ኢልዎ ጸዊዕካኒ ዲኻ ኢልዎ ኣይ ኣይጸዋዕኩኻን ግዲ ኣለክስ ኢልዎ ካልኣይ ግዜ መጺኡ ኣይጸዋዕኩኻን ኢልዎ ሳልሳይ ግዜ እቲ ዝዛረበካ ዘሎስ እንታይ ኢልዎ እሙን እዩሞ ንዕኡ እንታይ ግበር ኢልዎ ስምዓዮ ኢልዎ ተዛሪቡ ምስ መጸ ግን ኤሊ እንታይ ኢልዎ በቃ ብሓያል ዘረባ ጌሩ እንታይ ጌሩ የእሚኑ ንሳሚ ሳሚኤል መጀመርታ ደቂ ኤረ ክቁዘፉ ምዃኖም ደቂ ኤረ ክቁፅዑ ምዃኖም ካብ ድምፂ ምስ እግዚኣብሔር እንታይ ጌሩ ሰሚዑ እዩ ግን እዚ ነገር እዚ ሓንሳ ሓንሳ ብሩኻት ሕረ ክቕፅለ እያ ሓንሳ ሓንሳ ብሩኻት ድምፂ ትሰሚዕ ኢኻ ድምፂ ሰሚዑ ምስ መፀ ኤሊ እንታይ ኢሉ

ድሕር ነጊረዮ እግዚኣብሔር ክቐጽዓኩም ይብል ኣሎ እንድሕር ኢለ ተዛሪበ እንታይ ክገብር ይብል ኣሎ ክፈርሕ ናይ ግዲ ስጋ እዩ ሒዙ ዘሎ እግዚኣብሔር ማለት ጸላዩ እዩ እምበር ከማይ ከማኻትኩም ሰብ እግዚኣብሔር ወላ ሓንቲ ከምዚ ተኣሽጉ ነገር ሓይሊ ዘለዎ ፍሉይ ነገር ሰ ኣይኮነ ግን ብሩ ናይ ኣምላኽ ሰብ ኣይትፍራሕ ኢሉ ሳ ኤሊ ኣይትፍራሕ ኢሉ ከዓ እንታይ ክገብሮ ንርኢ ከባራቱ ንርኢ ሕጂ በቲ ሓደ ወገን እንታይ ኢኻ ክትብል እንታይ ክትብል ደሊኻ ኢኻ እንድሕር ኢልኩም ንብርኻ ሓንሳእ ሓንሳእ ገለ ገለ ኣሕዋትና ወይ ገለ ገለ ኣሓትና ድምጺ መጺወን መልእኽቲ መጺወን ዋእ እንዴ ክጻረፉኒ እዮም እንዴ ከብሉኒ እዮም ኢለን እንታይ ይገብራ ወይ እንታይ እንታይ ይገብሩ ነቲ እግዚኣብሔር ዝሃቦም መልእኽቲ ሒዞም ትም ከኣኒ ጽብቕቲ ይኮነት ተተዛሪብካ ኢኻ ትፍወስ ማለት እግዚኣብሄር ዝበለካ ነቲ ህዝቢ ኣምላኽ ዝበለካ እዝን እዝን ኢልኒ እግዚኣብሄር ከምዚ ተዛሪብኒ እግዚኣብሄር ብለይቲ ከምዚ ተዛሪብኒ ምሽ ኢሉ ኣብቲ ኣብ ትንቢት ኢየሱስ እንታይ ኢሉ ኣብቲ ዳሕራይ ዘመንሰ ኣብ ወዳተን ኣዋልደይ እንታይ ገብረ ኢሉ መንፈሰይ ከፍስስ ኢሉ መንፈስ ኣምላኽ ሕጂ ኣባና ፈሲስ ከምቲ ናይ ቀደም ኣይኮነ ኣብ ሳሙኤል ጥራይ ወይ ከኣ ኣብቶም ካህናት ኣብ ሓደ ሓደ ዝረእ ዝነበለ ጥራይ ኣይኮነን። ሕጂ ግን በቲ ብኢየሱስ ክርስቶስ ዝኣመነ ኩሉ መንፈስ ኣምላኽ ኣለዎ። ዝጸለየ ድማ ክረክብ እዩ። ዝዃሕኩሐ ድማ እንታይ ይብሎ? ክኽፈተሉ እዩ። እዚኣ ንምንታይ እያ ተስምዕ መሲልኩም? ነታ ሕብሮት እያ ተስምዕ። ነዚ ምድራዊ ነገር ቁሳቁስ ነገር ክኽፈተልካ ዘይኮነስ ነቲ ናይ ሰማይ ነገር ንቤቱስ እንታይ ይብል እግዚኣብሔር? ስለ ሕብረት ክትጽሊ ስለ ገልገልቲ ክትጽሊ ስለ ኩሉ ነገር ቤተ ኣምላክ ክትጽሊ ከለካ እግዚኣብሔር እንታይ ይገብር ዝኳሕኳሐ እንታይ ኣሎ ዝለመነ ይረክብ ዝኳሕኳሐ ድማ ይኽፈቶ ነታ ሕብረት ዝተዓጽዋ ነገር እግዚኣብሔር ዝዛርበካ እምበር ስለ ክዳን ስለ ጨርቂ ስለ ገለል ኢልካ ክትጽሊ ኣይኮነ ምሽ ኢሉ ሎ ንውሉድስ እንጌራ ለሚንዎስ መን ዕንቅርቢት ወይ ተመን ዝህቦ እዩ ሰብ ብእንጌራ ጥራይ ኣይነብርን እዩ ጽሑፍ እዩ ሓቂ ሰብ ብእንጌራ ጥራይ ኣይነብርን እዩ ጽሑፍ ንዓና ድማ ቤን ቤንና ክንነብር ተጸውዕና ደለና ብቃል ኣምላኽ ብእንጌራ እንጌራ ንስጋና እዩ ደው መንፈስ ኣምላኽ ከዓ ንህይወትና እንታይ ይገብሩ ይሃንጹ ብኡ ክንመራሕ ይገብረ ሕጂ ድምፂ ኣምላኽ የድልየና ዶ የድልየና መልሲ ካብ ኣምላኽ የድልየና ድዩ የድልየና እታ ማሕበር እያ ሕጂ እንታይ ትገብር ካብታ ማሕበር ሓደ ዝጸለየ እንታይ ይገብር ክንድታ ማሕበር እግዚኣብሔር እንታይ ይገብር ዝኸበረ ነገር እዩ ኣደ ንውሉዳ እንታይ መግቢ እያ እቲ ዝኸበረ ጽቡቕ ጌራ ትብሎ ሕጂ ሓምሊ ክበልዕ ኣሎ ድሓር ስጋ ክበልዕ መዓሲ ስጋ ክበልዕ መቸም ቆልዓ ድዕበይት ኣደ መዓሲ ሓምሊ መዓሲ ጸባ መዓሲ ስጋ ዝወስድ ትፈልጥ እያ ነታ ማሕበር ከኣ ጽቡቅ ነገር መግቢ ዘድልዮ ካብ መንፈስ ቅዱስ እንታይ ሃናጺ ዝኮነ ቃል የድልየ ሃናጺ ዝኮነ ትንቢት የድልየ ሃናጺ ዝኮነ ቃል ክመጻካ ትጽበ ኢካ ኢየሱስ ክርስቶስ ጎይታ እዩ ክብር ንኣምላኽ ስለዚ እንታይ ኢና ንብል ዘለና ኣብቲ ናይ ደቂ ኤሊ ክንርኢ ከለና ከኣ ኢየሱስ ክርስቶስ ጎይታ እዩ ኣብ ውግእ ድማ እንታይ ኮኑ ይብለና ደቂ ኤሊ ክልቲኦም ተቐዝቡ እዩ ዕድል ሂቦም ኔሩ ይኸውን እግዚኣብሄር ኣይደልኩም ዕድል እግዚኣብሄር ናይ እንደገና ኣምላክ እዩ ዕድል ሂቡ ክኸውን ይኽእል እዩ ኤሊ ድማ እንታይ ኮይኑ ደቁ ተቐቲሉ ምስ ሰምሐ ምስ ምስ ሰምዐ ከኣኒ ኣብ ተራ ኮፍ ኢሉ እንዳነበረ ንድሕሪት ዕልው ኢሉ ከደ እታ ስድራ ቤት ብምልእታ ከይዱ ሕጂ እንታይ እዩ ኣብ ቤት ኣምላኽ ብዝተፈላለየ እንታይ ይኸውን እዩ ምንዓቕ ይመጺ። እህ ሓደ ኢየሱስ ክርስቶስ ጎይታ እዩ። ጎይታ ኢየሱስ ክርስቶስ ኣብ ኣብ ሉቃስ ዓሰርተ ዓሰርተ ሽዱሽተ ታይ ኢሉ ኣሎ እስከ ፍሬ ሓዊ ከም ዝበልና ይሙ ክንሪኣ ኢና ኣብ ሉቃስ ዓሰርተ ዓሰርተ ሽዱሽተ

ክብልና ኣለኹ እቲ ንዓኻትኩም ዝሰምዕ ከኣ እንታይ ይብሎ ኣዋ ንዓኻትኩም ዝሰምዕ ንዓይ ይሰምዕ ንዓኻትኩም ዝንዕቕ ድማ ንዓይ እዩ ዝንዕቕ ሕጂ ብሩኻት ኣሰማምዓና ከመይ ቃል ኣናባኻ ከመይ እንድሕር ሸለል ትብል ኮንካ ኣብ ናይ ቃል ግዜኻ በቲ ሓደ ወገን እንታይ ኮይኑ ኣሎ ኒዕካዮ ኣለኻ ማለት እዩ

ንመን ኢኻ ኒዕካ ደላ እቲ ክመክር ድመጽእ ክመክር መጽዩ ዘሎ እንታይ እዩ ድምጺ ኣምላኽ ድምጺ ኣምላኽ ደለዎ እዩ ሓሳብ ኣምላኽ ደለዎ እዩ መንፈስ ኣምላኽ ደለዎ በእምሮ በቃ ሓሳብ ቃል ኣምላኽ ንኣብነት እንስኻ ብዝሙት እንድሕር ወዲቅካ ኣለኻ ዝሙት ስኒ እንታይ ይገብረካ ብህይወት ኣየንብረካን እሞ መንግስቲ ኣምላኽ ኣየውርሰካን እሞ ተነሳሕ እንድሕር ኢልካስ ክሰምዖ ድደለካ ዋላ እንታይ ክትገብሮ ኣለካ በኻ ክትሰምዖ ኣለካ ሓቂ እዩ ምስማዕ እንድሕር ኣቢኻዮ ንመን ኢኻ ምስማዕ ትኣቢ ዘለኻ ሕጂ ነቲ ገርጋሪ ዘይኮንካስ ንጎይታ ኢኻ ምስማዕ ትኣቢ ዘለኻ ኣነ ሓደ ነገር ከምዚ ኣብ ምስክርነት ፈልጥ ሓንቲ ሓብቲ ከምኡ ነይራሲ ፅቡቕ ምዝምር መዘምራ ተገልግል ተገልግል ተገልግል ተገልግል ነይራ ሓደ ግዜ ግን ናይ ዓለም ነገር ባህይዋ ትኸይድ ሓሚማ መጽያ ጎይታ ተደይፈወስካን ተፈዊሳ ካልኣይ ምስ ተፈወሰት ከይዳ ከዓ መርሻ ካንሰር ከዓ ሓሚማ መጽያ ጎይታ እዚኣ ጥራይ ንቐልልይ እምበር በቃ ኣነስ ከገልግለካ እየ ጎይታ ከዓ ግድሰድ ነዛ ካንሰር ዕልሚ ጓል ዴጭ ዲጭ እያ ሓውያ ሳልሳይ ኣይሓመመትን ብኡ ጌራ ግን ካገላ ኣብ ዝነበረትኻ ተመሊሰ ነብያት ገይሩ ተዛሪብዋ በገልገልቲ ገይሩ ተዛሪብዋ ምምላሳ ኣቢኺ ብሓደጋ ክትከዲ ኢኺ ሓደጋ ንብሎ ዘለና እንታይ ሓደጋ ን ዳኸለት ከላ ምስ መዓለ ጅንመን እያ ምስ መዓለ ነቶም ኣገልገልቲ ድያ ምስ መዓለ ንጎይታ እያ ምስ መዓት ዓደለ ንዕቀዲ ኣይንዕቀድ ይብልኻ ሕጂ እንዳኸደት ከላ ማኪና ሂባ ገዲፋታ ባረቂታ ሕጂ ደይ ምስማዕካ ኣንታይ እዩ ምልክት። ብነገር ኩሉ ኣምላክ ካብ ኩሉ ነገር እንታይ ክገብረና ክንጥንቀቅ ይግበኣና እዩ ኢየሱስ ክርስቶስ ጎይታ እዩ ቀዳማይ ተስሎንቄ ኣርባዕተ ሸሞንተ እሞ ክንርኢ ቀዳማይ ተስሎንቄ ኣርባዕተ ሸሞንተ እንታይ ኢሉ ከይረኸብክ
ስለዚ እቲ ዝንዕቕ ነቲ ንዓኻትኩም ድማ ቅዱስ መንፈሱ ዝህብ ኣምላኽ እዩ እምበር ንሰብ ኣይኮነን ዝንዕቕ ዘሎ። እንታይ ኢልዎ ስለዚ ድማ ዝንዕቕሲ ነቲ ንዓኻትኩም ቅዱስ መንፈሱ ዝህብ ኣምላኽ እዩ ዝንዕቕ። ሕጂ ምንዓቅ ብሩኻት እንታይ እዩ ሓሳብ ኣምላኽ ክዛረበካ ከሎ ልኾነ ሰብ ኣይሰምዕን ኣይ ከምዚ ገርጨውጨው ምባል ገርጨውጨው እካ ኣሕማቅ እያ እባ ከይትሰምዕ ደሊኻ እኳ ኢኻ ገርጨውጨው ትብለና ሓደ ብደኻም እንድሕር ኮይኑ እቲ እቶም ኣገልገልቲ ወይ እቲ ኣገልጋሊ ክርዳኣካ ይኽእል እዩ ገለ ነገራት ሕጂ ሓንሳእ ሓንሳእ ጎይታ የሱስ ክርስቶስ እንዳ ሰበኽካ ከለኻ በቃ እዚ እዚ ስም እዚ ክሰምዖ ኣይደልን ይብለካ እንዳ ኸድካ እንዳ ኸድካ እንዳ ኸድካ እንዳ ኸድካ ከለኻ እዋ ደስ ከኣ ኢልካኒ ይብለካ ሕጂ እንታይ ይኹን መጀመርታ ዝህውኽ ነገር ኣሎ ሕጂ ነዚኦም ከምዚኦም ኣይኮነ ንሕና ንብል ዘለና ኣብ ቤት ኣምላኽ ኣብ ቤት ኣምላኽ እንዳገልገለ እንዳተገልገለ ከሎስ እንታይ ይኸውን ቃል ኣምላኽ ክሰምዕ ዘይደሊ ክዕረ ዘይደሊ እዚ እንታይ እዩ ንዕቀት እዩ ነቲ እትደሎ ግን ኣብ ውሽጡ ዝሓዞ ነገር ኣሎ ንሱ እንታይ ክገብር ኣሎ ክንቀል ኣሎ ጥዑይ ገይሩ እንታይ ክገብር ቃል ኣምላኽ ክሰምዕ ኢየሱስ ክርስቶስ ጎይታ እዩ ብነገር ኩሉ ክብሪ ንኣምላኽ ይኹን እስኪ ኣብ ሮሜ ደሎ ክንርኢ እሞኒ ኣብ ሮሜ ደሎ ክንርኢ ሮሜ ካብ ሓደ ክልተ ካብ ሓደ እስካብ ኣርባዕተ
ንሕናስ ኣብቶም ከምዚ ዝበሉ ዝገብሩ እቲ ፍርዲ ኣምላኽ ሓቂ ምዃኑ ንፈልጥ ኢና። ኣታ ኣብቶም ከምዚ ዝበለ ዝገብር እትፈርድ ባዕልኻውን እትገብሮ ሰብ ካብቲ ፍርዲ ኣምላኽ እተምልቕዶ ይመስለካ ኣሎ? ጐይታ ሕያውነት ኣምላኽ ናብ። ንስኻ ከም
ዝስዕበካ ሰኣን ምፍላጥካስ ሃብቲ ሕያውነቱን ጸዋር ምዃኑን ዓቕሉን ዶ ትንዕቕ ኣለኻ?
ኢየሱስ ክርስቶስ ጎይታ እዩ። ኣብዚ እንታይ ኢና ንብል ዘለና ብሩኻት? ኣብ ቤት ኣምላኽ ሓንሳ ሓንሳ እንታይ ትርኢኻ? ከም ጠዓንቶ እዩ ዝበልና ጎይታ ኢየሱስ ክርስቶስ ክመርጽ ከሎሲ ኩሎም ምሁራት ድዮም ነይሮም ብሩኻት? ኢየሱስ ክርስቶስ ጎይታይ ኩሎም ምሁራት ድዮም ነይሮም ኣይኮነን ዋላ ኣብቲ ወፂኦም ክሰብኩ ከለዉ ኣብቲ ቤት መቕደስ ከይዶም ክሰብኩ ከለዉ ስታይ ኢሎም እዚኦም ሲ ዘይተማሃሩ እዚኦም ሲ ከም ዘይገበሩ እዚኦም ሲ በቲ ሓደ ወገን እንታይ እዮም ዝብሎም ዘለዉ ዘይትፈልጣ ከለካ ንሳ ከመይ ጌርኩም ፈሊጥኩም ይኮኑ ዝብሎም ዘለዉ ንዕቀት ሕውሱ ኣለኹ ዶ ተእምሮም ኣይሕውሱን እዮም ሕጂ ንጥበብ ጠቢባንሲ እንታይ ክገብር እየ መጺኡ ኣሎ ጎይታ የሱስ ክርስቶስ ከሕፍር እየ መጺኡ ኣሎ ኢሉ ኣነ ጥበበኛ እየ ኣነ ክእልያ እየ ድሕር ኢሉ የሱስ ጥራይ ሓዝ ጸገም የብልካ ስዒርካ እያ ክትወጽእ ነቲ ዝንዕቀካ ክትርኢ ኢኻ ዛዕ ኢሉ ወዲቑ ክትርኢ ኢኻ ኢየሱስ ክርስቶስ ጎይታ ኣነ ዝገርመኒ ናይ ኢየሱስ ክርስቶስ ካብ ዝኾኑ ዝኸበደ ነገር ዋላ ሞት ኣብ ኢየሱስ ተተወኪልካ ባህ በርከ ንስኻ ኣነ ወይ ንሰ ስጋዕ ሞት ኢኺ ትኣሚንኪ እየ ደለ ግን እሞ ኣብ ቅድሚ ገጽ ጸላእትኻ ይሕፊርካ ድኸይድ ኣምላኽ ኣንዕዕካ ድኸይድ ኣምላኽ ኣይኮነን ካብቶም ሰዓርቲ ኣዚና ንብል ኢየሱስ ክርስቶስ ጎይታ እዩ ግን እንታይ ኢና ንብል ዘለና ሰኣን ምርድዳእ ካእታይ ኸትኾም ብ ብ ብደይ ፍልጠት ዝመጸ ከተፋራርድ ትኽእል ኢኻ ኣብዚ እንታይ እዩ ድገና ደለዎ እወ እታ ኣብቶም ከምዚ ዝበለ ዝገብሩ እትፈርድ ባዕልኻ እውን እትገብሮ ዘለኻ ሰብሲ ካብቲ ፍርዲ ኣምላኽ እትመልቕ ዶ ይመስለካ ንኣብነት ሲ ሓደ ግዜስ ኣብ መጽሓፍ ቅዱስ ሃዋርያ ጳውሎስ ንመን ንመን ቢልዎ ኣሎ ንጴጥሮስ ገኒሕዎ ኣሎ። እንዳገልገሎ ከሎስ ሓንሳእ እንታይ ክኸውን ፈቲኑ ኣይሁዳዊ ክኸውን ፈቲኑ ብንብረት መን ክዕበል ቃል ኣምላኽ ክመፃና እዩ ብኡ ክርዳእ ኣይሁዳዊ ኣይሁዳዊ እንድሕር ኮይኑ ደስትኻ ከማን ዓለማዊ ክሕዞ ይብሉን ዓለማዊ ክሕዞ ይብሉን እንዳ ጎረቤት በቲ ዕራቓዊ እንድሕር ኣሎ ኣብቲ ጥቑ ከማን ክቕርብ ይብሉን ኣብቲ ጥቑ እሶም እሶም ኣብ ማእከሎም ናይቶም ዕራቓውያን ድዩ ናይ ገለ ድስቲ ሒዙ ገለ ሒዙ ብኡ እንዳበልዐ ከሎስ እንታይ ይብል ኣነ እኳ ኣይሁዳዊ እየ ይብል እዚኣ ትዕቢት እያ ትዕቢት ትዕቢት እያ ሃዋርያ ጳውሎስ ከኣ መጺኡ ተረዲእዎ ስለ ዝነበረ እንታይ ኢልዎ ዋእ ብንብረት መን ዳኣኹም ካኣኻ እንታኣባ ታቤጥሮስ ሓው ብናይ መን ብናይ መን ብናይ መን ንብረት እሞ ዋዕራይ ቁሩብሲ ትሓስብ እንዲያ ክብሉ ኣለኩ ማለት እኮ ይብርሃን ቁሩብሲ ናይ ኢትዮ ናይ ዒራቃውያን ድስቲ ምጺኻ እንዳበላዕኻስ ኣነ ኣይሁዳዊ እየ ትብል ኖ እዚ ክኸውን ኣይግባእን ኢሉ ገኒሑ ባርናባስ ከማን ምስ እንታይ ይብል ምስኡ ከማንሲ ባርናባስ ከማን ተሰቅዩ ፍቱሕ እዩ ነይሩ ማለት እዩ። ሕጂ እንታይ ኢና ብሩኻት ሓንሳእ ሓንሳእ ከይተረድኣካ እቲ ነዕብየካ ነገር ሓንሳእ እንታይ ይገብረካ እዩ ሕጂ ንኣብነት እንዶ ንበል ንሕና አ፣ ወይ ሓደ ሓደ ኢትዮጵያዊ ድሕሪ መጺኡ ዘራፍ ኢነ ኢትዮጵያዊ ነን ይብለካ

ኣይነበረን ብሓቂ ኣዲ መጽ እንድሕር ደሊኻ ሲ ኣሜሪካ እንታይ ይብሉ ዝበልናካ ግበር ኣይግበርናካን ከዓኒ ተረዲእካ ወትዳዓ ተረጊጽካ ትኸ ስለዚ እንታይ ኢና ንብል ዘለና ትዕቢት ኣብዛ ምድሪ ብዙሕ ነገር እዩ ዘሎ ስለዚ ኣብዚ ናይ እንታይ ድብል ዘሎ ንሰብረመዮ ክፅሕፈሎም ከሎ ድማ እንታይ ገለ ነገር ክትገብሩስ ኣይትፈቱን ክትፈርድ ንኣብነት ሕጊ ይፈርደካ ምሽ ኣብ ሕጊ እንድሕር ትነብር ኮንካ ዋ በሬ ስለምንታይ እዚኣስ ኣልዒልካስ ከምዚ ጌርካያ ኢልካ ክትነቕፎ እንድሕር ደሊኻ ሕጊ ኢኻ ተልዕሉ ንሓውካ ግዲ እዩ መን ግበሪ ኢልካ ትብሎ ብሕጊ ተታሒዙ ሰሃብ ሕጊ እንድሕር ክትፈርድ መፂኻ ግን ንርእስኻ ዘይገበርካያስ እንታይ ትኸውን ኣላ ንሓውካ ብኸምኡ ክትፈርስ እንታይ ድብል ኣብታ ናይ መጨረሻ ወይከ ህያውነት ኣምላኽ ናብ ንስሐ ከም ዝስዕበካ ሰኣን ምፍላጥካሲ ሃብቲ ህያውነት ህያውነቱን ጸዋር ምዃኑን ዓቕምን መኒዕካ ኢኻ ኣብ ዝኾነ ይኹን ኣብ ትሕቲ ዚሮ ብርሃን ኣምላኽ ብዓቕሊ ይጽየር እምበር ሰብ ክንዲዚኣ ሓፍ ኢሉ ዘኸደላ ነገር ወላ ሓደ የብሉን ሓንሳ ሓንሳ እኮ ብርሃን ዋላ ንሕና እኳ ክንጋገ እናፈለጥና ክንጋገ ምዃና እንዳኸድና እንዳፈልካስ ዕንቅፋት ኣሎ ግን ሓንሳ ሓንሳ እንታይ ትኸውን ኣብቶም ካልኦት ኣሕዋትካ እንታይ ትኸውን ከይተረዳእካ ትዕቢት መፀካ ከይተረዳእካስ እስኻ ከምዚ ናይ ኣምላኽ ፍሉይ ሰብ ዝኾንካ ከምኡ መስለካ ንዕኦም ውን እስኻ ምሕረት ተጌሪልካዮም እሞ ብዓይኒ ምሕረት ክንጥምት እዩ ተጸዊዕካ ዘለኻ ግን ክንዕቅ ኣይተጸዋዕናን ክንዕበይ ተጸዋዕና ክንድንግጽ ኢና ተጸዊዕና ኢየሱስ ክርስቶስ ጎይታ እዩ ክብሪ ንኣምላኽ ይኹን ኢየሱስ ክርስቶስ ጎይታ እዩ ስለዚ እንታይ ኢና ንብል ዘለና ብሩኻን ጎይታ የሱስ ይባረኽ ምሳሌ ዓሰርተ ኣርባዕተ ክልተ ኣንቢብና እቲ ሓሳብና ክነጠቓልል ኢና ክብሪ ንኣምላኽ ይኹን ምሳሌ ዓሰርተ ኣርባዕተ ክልተ ርኢና ቦታ ክልተ
ብቕንዕንኡ ዝመላለስ ንእግዚኣብሔር ይፈርህ ይፈርሆ መገዱ ዝጉብጥ ግና ይንዕቆ። እንታይ ትብለና? ብቅንዕና ዝመላለስ ንእግዚኣብሔር ይፈርሆ ብሩኻት ልዕል ካብዚ ኩሉ ክንድሕን ድሕር ኮይና ብቅንዕና ጥራይ ኢኻ ክትመላለስ ትደክም ሕጂ ንኣብነት ሲ ቅንዕና ሓደ ካብ እንታይ እዩ ክትህቦ ዝግባኣካ ንቤት ኣምላኽ ሕጂ ንኣብነት ሲ ክትህብ ኣለካ ይብልካ ዓቕምኻ ማለት ሲ ደለካ ኩሉ ምጺኻ ይኩንኩን ድብ ደሎ ፍታውካ እዩ ትድበለና ግን ክትገብር ኣለካ ክትህብ ክትህብ ኣለካ ንኣብነት ብቕንዕና እንድሕር ሂብካሲ እግዚኣብሔር ይሕጎሰልካ ዶ ኣይሕጎሰልካን? እንድሕር ከም ገለ ኾንካ ጥውይዋይ እንድሕር ኾንካ ግን እንታይ ኾንካ ኣለኻ? እንታይ ትብደል ኣብታ ፅሕፍቲ ብመገዱ ብቕንዕና ዝመላለስ እግዚኣብሔር እንታይ ይገብር ይፈርድ ብመንገዱ መገዱ ዘጎብጥ ሰብ እንታይ ኢልዎ ድሮ ንዕኡ ስለዚ እንታይ ካብቲ ሓደ እንታይ ኢና ብቅንዕና ትማላለስ ድሕሪ ኮንካ እግዚኣብሄር ኣባኻ ክብር እዩ እግዚኣብሄር ብኣኻ ክብር እዩ ብኹሉ ነገር መንገድኻ ከኣ እንታይ ይኸውን እዩ ይቀንዕ ስለዚ ዝሰማዕናዮ ኣብ ልቡና ሰላሳን ስሳን ሚእቲ ይፍረ ተባሪና ክንከውን ተስፋ ይገብር ክብሪ ንኣምላኽ እዩ ክንውድእ ብሩኻት